ኣብዚ ትርእይዎ ዘለኹም ናብዚ ዶ ተቐይሩ ካብዚ ኸ ናብዚ ዶ ተቐይሩ ካብዚ ኸ ናብዚ ዶ ተቐይሩ እዚ ብምሉእ ሰላም ሰላም ተኸታተልቲ ሮሳ ቪድዮ ፕሮዳክሽን ስለዚ ሕጂ ከዓ ቀዳመይቲ ጉሩብ ከምዛ ትርእይዋ ዘለኹም ኣብ ከቢድ ፃዕሪ እያ ዘላ ተቕርቦ ስራሕ ከዓ ጀነራል ክኾን ወይ ከዓ ሎንግ ሹት ክኾን ማለት እዩ ስለዚ እሳ ተቕርቦ ክንሪኤና ኣብ ካልኣይቲ ጉሩብ ከዓ ሜድዩም ከተቕርብ እያ እዚ ተቕርቦ ከዓ ሓቢርና ክንሪኦ ኢና ማለት እዩ ክሳብ ሕጂ በጺሖሞ ዘለዉ ክልተ ደቒቕ ሓሙሽተ ደቒቕ ተዋሂቦም ሕብሪ ንምስትኽኻል ዓመት ገይሮም ግን ደሓን ኣይተሓዙለዉ ንካሜራ ዓለምካ ማለት እዩ መጀመርታ ካብ ዝኣቶ ማለት እዩ ረድዮወኒ ሻምናይ መዓልቶም ኢሎም መዓልቲ ሸሞንተ ወርሒ ይኮኑ ገይሮም ሓዲ ጆሜ ትራክ ኣሎ ብርቡዕ ኩርናዕ ብገለ ገለ ብሎም ኣሎ ረእኩም እየ ኣብዚኣ ስራሕ እዚኣ ጆሜትራ ኣሎ ዲኮርማን ኣሎ እዚ ዲኮር እዚ ከዓ ትርእይዎ ዘለኹም ማለት እዩ ክምዕርግ ዝገበርዎ ትርእይዎ ኣለኹም ዲኹም እቲ ንብረት እኮ ናይ ክሪባዊ ኢቨንትስ እንዲ ግን እቶም ናተይ ተምሃሮ እዮም ሰሪሖሞ እሱ ተፀጊዑ ኮፍ ኢሉ ሞባይል ይደብድብ ዘሎ ከርእየኩም እዩ ኢልካ ይኮን ከትሪእዎ እዮም ግን እዚ በዚ ዘሎ ተሪእኩም ኡፍ ደረበ ሰላም ሰላም ተኸታተልቲ ሮሳ ቪድዮ ፕሮዳክሽን ኣብ ኩሉ ኩርናዓት ዓለም ኮንኩም ነዛ ቪድዮ እዚኣ ትርእይዋ ዘለኹም ሎማዓንቲ ከዓ ከምቲ ልሙድ ካብቲ ናይ ቅድሚ ሕጂ ንሰርሖ ዝነበርና ስልጠናታት ቁርብ ፍልይ ዘብሎ ከም ዝትርእይዎ ዘለኹም ማዕሪጉ ዘሎ ንባዕሉ ሓደ ኣብ ስትድዮ ኮይና ኢና ክላስና ነካይድ ኣለና ሎማዓንቲ በፂሖሞ ዘለዉ ሻውዓይ ዙር ተምሃሮ ናይ ሮሳ ቪድዮ ፕሮዳክሽን ኣከባቢ ሻምናይ መዓልቲ በጺሖም ኣለዉ። ኣብዚ ሻሙ ኣብዚ ናይ ሸሞንተ መዓልቲ ክላስ እንታይ እዮም ሒዞም ዘለዉ ወይ ኣብ ምንታይ በጺሖም ኣለዉ ወይ እንታይ እዮም ዘፍርዩልና ዘለዉ ክንሪኦም ኢና ማለት እዩ። ውጽኢት ናቱ ኣብዚ ሕጂ ንሶም ነዛ ንዓይ ዝቐድሕዋ ዘለዉ ሓደ ካብኡ ካብቲ ናይ ናይ ሸሞንተ መዓልቲ በጺሖሞ ዘለዉ ደረጃ ውጽኢት ናቱ እዚ ትርእይዎ ዘለኹም ቪድዮ ይኸውን ኣሎ ማለት እዩ። ሶ ቀዳመይቲ ግሩፕ ነዛ ቪድዮ እዚኣ ትርእይዋ ዘለኹም ነዞም ናይ ቀዳመይቲ ግሩፕ ዘለዉ ሰባት እንታይ ዓይነት ኮመንት ትህብዎም ኣብ ፍሬም ድዩ ባክላይት ድዩ ወይ ከዓኒ ኣብቲ ሕብሪ ተጠቂሞምሉ ዘለዉ እንታይ ዓይነት ምዃኑ ንፅር ዝበለ ኮመንት ክትብለይ ደስ ብለን ፕላስ ላንድስኬፕ ዘይኮኑ ዝጥቀሙ ዘለዉ ብሰዓት እዚ ሲሎግ ስሪ ናይ ኣርሲክስ ካነን እዮም ዝጥቀሙ ዘለዉ ማለት እዩ ሶ እንታይ ዓይነት ኮመንት ትህቡና ተሃንጢና ኢና ንፅበየኩም ዘለና ፅን ኢልኩም ስለ ዝረኣኹምናን ስለ ዝሰማዕኩምናን ከዓ ክብረት ሃበልና ቴንኪዩ ኦኬ እዚኣ ቪድዮ እዚኣ ከዓ ከምዚ ትርእይዋ ዘለኹም ማለት እዩ ሙሉእ ብሙሉእ ኣካል ናይታ ጀነራል ወይ ሎንግሹት ሒዛ ዝፀንሐት ካሜራ ኣካል ናታ ብሜድዩም ንዓይ ሒዛትኒ ትርከብ ኣላ ሕብሪ ናተይ ከመይ ኣሎ ካብዚ ትርእይዎ ዘለኹም ናብዚ ዶ ተቐይሩ ካብዚ ከ ናብዚ ዶ ተቐይሩ ካብዚ ከ ናብዚ ዶ ተቐይሩ እዚ ብምሉእ እዚ ማለት እዩ ብሲሎግ ዝበሃል ኣገባብ ተሳኢሉ ሲሎግ እንታይ እንታይ ድሓዘ እዩ ንድሕር ኢልና 799 ዘይኮነ ብሲኔማ ጋሞት ምክንያቱ እንጥቀመሉ ዘለና ካሜራ ካነን ኣርሲክስ ብሲሎግ ኢና ንስእል ዘለና ማለት እዩ ስለዚ ቅድሚ ሕጂ ንህቦም ዝነበርና ስልጠናታት ሞር ኣብ ላንድስኬፕ ኣብኦም ኢና ንፀቅጥ ነርና ጃስት ቤዝ ክሳይ ስለ ዝነበረ ማለት እዩ ኣብ ሰዓት እዚ ግን ካብቲ ናይ ቤዝ ወፂና ሙሉእ ብምሉእ ከመይ ገይሮም ሓደ ፊልም ወይ ከዓ ሓደ ክሊፕ ከመይ ገይሮም ይስእሉ እሱና ንርኢ ዘለና ዳርጋ ናብኡ ገፅና እውን ንገማገም ኣለና ናይ ሻምናይ ክላሶም ትምህርቲ ነዚ ይመስል ነዞም ካልእቲ ግሩፕ ከዓ እንታይ ዓይነት ኮመንት ተቐምጥሎም ከዓ ናባኹም ምገድፈልኩም ማለት እዩ ሶ ነዛ ቻነል እዚኣ ምትብባዕኹም ኩሉ ነገራትኩም ብዝከኣለኩም ማለት እዩ ሼር ብምግባር ነቲ ጥበብ ዝደሊ ክመሃር ዝደሊ ከዓ ንኩሉ ሰብ ኣብፅሕሉ ብዓብዪ እውን ታሽዓይ ዙር ኣብ ቀፃሊ እንዲና ክንምዝግብ ሕጂ ግን ሻምናይ ዙር ከዓ ምዝገባ ጀሚርና ኣለና ብሰላም ውፅና ምሳኹም ዘለኹ ረሳሓውኹም እየ ምሳይ ዘለዉ እዞም ብምልኦም ከዓ ማለት እዩ ብሞባይሉ ስእሎም ኣለኹ ከእተዎም እየ ሞራል ሃብለይ ክብረት ሃበለይ ቴንኪዩ

ሶ ነዛ ቻነል እዚኣ ምትብባዕኩም ኩሉ ነገራትኩም ብዝከኣለኩም ማለት እዩ ሼር ብምግባር ነቲ ጥበብ ዝደሊ ክምሃር ዝደሊ ከዓ ንኩሉ ሰብ ኣብፅሕሉ